ዕዙዝ ሰላምታና ተቐበሉ ፈኖ ኤርቲቫ ብምክታል ሽኮብ ዝኸርኩም ተዓዘብትና ከመይ ትውዕሉ ሎም ሓሙስ ሸውዓተ ሕዳር ፍርቂ መዓልትን ፍረቓን ዝተዳለዉ ሃገራውን ሃገራውን ዜናታት ሒዘልኩም ቀሪበ ኣለኹም ንምክታልኩም ብኸሩ ዝዕድም ስኻትኩም ጸንሕ ሚካኤል ሓድጉ ፈለማ ግን ብቀነጥብታቱ እፍልም ኣብ ኣቑርደት ንምዝገባ ዘይንቀሳቐስ ንብረትን ረብሓታቱን ዝምልከት ኣስተምህሮ ተዋሂቡ ኤርትራውያን ነበርቲ ስዊዘርላንድን ጀርመንን ኣብ ህልው ኩነታት ውዳበታቶምን ናይ መጻኢ መደባትን ዘቶ ኣብ ንኡስ ዞባ ሓጋዝ ኣባላት ባይቶን ህዝብን ኣብ ልምዓታዊ መደባት ርክባት ኣካይዶም ኣብ ዜናታት ወፃኢ ቬትናም ኣብ ዝሓልፈ 10 ወር ሓሳብ 650 ቢልዮን ዶላር ዝግምት ንግዳዊ ምልዋት ከም ዘካየደት ሓቢራ ኣብ ኪዩባ ዝተኸስተ ሓያል ህቦብላዊ ማዕበል ከቢድ ትሕቲ ቅርጻውን ንዋታውን ዕንወት ኣውሪዱ ኣውስትራልያ ተጠቃምነት ማሕበራዊ መራኸቢታት ንትሕቲ 16 ዓመት ዝዕድሜ መንስያት ክትእግድ መኪባ ዝርዝር ዜና ኣብ ኣቑርድት ንኣድላይነቱን ረብሓን ምዝገባ ዘይንቀሳቐስ ንብረት ዝምልከት ኣስተምህሮ ንኣመሓደርቲ ኣከባቢ፣ ኣባላት ቤት ፍርዲ፣ ፖሊስ፣ መራሕቲ ሃይማኖት፣ ሃገራውያን ማሕበራት፣ ዓበይቲ ዓዲ፣ ወነንቲ ኣባይትን ካልእ መሻርኽትን ተዋሂቡ። እቲ ኣስተምህሮ ብቐንዱ ኣብ ኣባይትን መሬት ሕርሻን ዘተኮረ ምንባሩ ወኪል ኤሪና ሓቢሩ። ግዝያዊ ሓላፊ ጨንፈር ካዳስተር ዞባ ጋሽ ባርካ ኣቶ ሰመረ ስእለ፣ ብመሰረት ኣዋጅ ቁጽሪ ቴስዓን ሓሙሽተን ዝባሽ ሕንቸዓቲምትን ቴስዓን ሓሙሽተን ቅድሚ ናጽነት ኮነ ድሕሪ ናጽነት ዝተዓደለ መሬት ወይ ዝተጠርየ ኣባይቲ ውሕስነት ንኽረክብ ሕጋዊ ሰነዳት ክህልዎን ኣብ ቤት ጽሕፈት ካዳስተር ክምዝገብን ከምዝግባእ ብምጥቃስ ወከልትን ወረስትን ኣብ ኣባይትን መሬትን ዝረእ ክርክራት ከብቅዕ ምእንቲ ዘይንቀሳቐስ ንብረቶም ከመዝግቡ ጸዊዑ። ኣቶ ሰመረ ኣስዒቡ፣ ብፍላይ ክፍሊ ህንጻዊ ልምዓት ዞባ ጋሽ-ባርካ ንጉዳይ ሰነዳትን ቴክኒካዊ ስእልታትን ብዕቱብ ሒዙ ኣበርክቱ ከሐይል፣ መሻርኽቲ ኣካላት ድማ ክደጋገፉ ጸዊዑ። ሓላፊ ኣሃዱ ቁጠባዊ ልምዓት ን ዞባ ኣቑርደት ኣቶ ከሰተ ገብረውሃንስ ብወገኑ፣ ብዘይኣፍልጦ ዝምልከቶም ኣካላት ብዘይሕጋዊ ኣገባብ ዝካየድ መስርሕ መሸጣን ዕድግን ከምኡ'ውን ብኢደ ወነንካ መሬት ምግባትን ኣባይቲ ምስራሕን ዘኸትሎ ሳዕቤን ከቢድ ምዃኑ ኩሉ ዜጋ ክግንዘቦ ኣተሓሳሲቦም። ንኣገዳስነት ናይቲ ኣስተምህሮ ዝጠቐሱ ተሳተፍቲ ሰነዳቶም ብቐረባ ንምጽፋፍ ኣብ ኣቑርደት ቤት ጽሕፈት ካዳስተር ክኽፈት ተማሕጺኖም። ኣመሓዳሪ ንኡስ ዞባ ኣቑርደት ኣቶ ኢሳቕ ጥዑም፣ ዜጋታት ዘይንቀሳቐስ ንብረቶም ብግቡእ ኣመዝጊቦም ሕጋዊ ሰነዳት ክሕዙ፣ መሻርኽቲ ኣካላት ድማ ኣብ ምጽፋፍ ሰነዳት ምትሕብባሮም ከዕዝዙ ኣተሓሳሲቦም። ናብ ካልእ ዜና ምስ ንሰግር ኣብ ስዊዘርላንድን ጀርመንን ዝርከቡ ሃገራውያን ውዳበታት ኣብ ህሉ ኩነታት ሃገርን መድረኻዊ ተልእኾን ዘትዮም ከካበቱ ዝበፅሓና ሓበሬታ መልክዕ ፀብፃብ ተዋሂዱ ኣሎ ገረ መስቀል ገረዝግሄር ከቕርቦ እዩ
ኣባላት ህዝባዊ ግንባር ንዲሞክራስን ፍትሕን ጨንፈር ስዊዘርላንድ ብሰለስተ ሕዳር ኣብ ከተማ ጀነቭ ኣብ ዘቃንዕዎ ኣኼባ ህሉው ኩነታት ውዳበታቶም ገምጊሞም። ፈጻሚ ጉዳያት ኤምባሲ ኤርትራ ኣብ ስዊዘርላንድ ኣቶ ሃብቶም ዘርኣይ ኣብ ዝሃቦ መኽፈቲ ቃል ህዝቢ ኤርትራ ብክቡር ዋጋ ንዘምጽኣ ናጽነቱ እንደገና ክቡር ዋጋ ከፊሉ ዘውሓሰ ንውሑድ ቁጽሩ ብልዑል ውዳበ ብተዓጻጻፊ ስለ ዘራብሐ ከም ዝኾነ፣ ህዝባዊ ግንባር ድማ ኣብ ንቕሓት ዝተመርኮሰ ዝለዓለ ጥርዚ ናይ ኤርትራዊ ውዳበ ምዃኑን ኣባል ናይዚ ግንባር ምዃን ከኣ ከም ዕድል ክረኣ ከም ዝግባእ ገሊጹ። ኣብዚ ናይ መኸተ እዋን ኣብ ስዊዘርላንድ ዝርከብ ውዳበታት ቁመንኡ ምምዕርራይን ምሕያልን ኣገዳሲ ከም ዝኾነ ዝጠቐሰ ኣቶ ሃብቶም፣ ተራ ነፍሲ ወከፍ ኣባል ህዝባዊ ግንባር ወሳኒ ምዃኑ ኣስሚሩሉ። ሓላፊ ህዝባውን ኮማውን ጉዳያት ኣቶ ተወልደ ዮሃንስ ብወገኑ ብሓያል መኸተና ዝፈጠርናዮም ዕድላት ብግቡእ ንምምዝማዝ ከምኡውን ዘለው ብድሆታት ብሓድነት ንምግጣም ክንክእል ውዳቤታት ህዝባዊ ግንባር ንዲሞክራሲን ፍትሕን ጨንፈር ስዊዘርላንድ ብንቕሓትን ተወፋይነትን ተልእኾእን ክፍጽማ እዋኑ ምዃኑ ብምጥቃስ መንእሰያት ኣብ ምንቃሕን ምውዳብን ብዕቱብ ክስራሕ ኣዘኻኺሩ። ኣብቲ ኣጋጣሚ ኣብ መደባት ናይ ቀረባ መጻኢ ዘተኮረ ዝርዝራዊ መግለጺ ቀሪቡ ተሳተፍቲ ድማ ሎሚ ዓመት ንውህደት ውዳቤታት ዝዓለመ ስራሕ ብምምጓስ ንህሉ ኩነታት ውዳቤታቶምን ብዕምቆት ገምጊሞም ኣብ መወዳእታ ብመንገዲ ኩሎም ውዳቤታት ምስ ቤት ጽሕፈት ኤምባሲ ብምውሃድ ክካየድ ዝጸንሐ ሓያል ስራሕ እወታዊ ውፅኢት ስለ ዝተረኽቦ መጻኢ መደባቶም ብኣድማዕነት ንምትግባር ከም ዝሰርሑ ኣረጋጊጾም ብኻልእ ወገን ድማ ኣብ ከተማ ዱዘልዶርፍ ጀርመን ብሃገራዊ ሽማግለ ኤርትራውያን ዝተወደበ ኣብ ህሉው ኩነታት ሃገርና ብመንጽር ምዕባለታት ዞባናን ዓለምን ከምኡ እውን ኣብ ምሕያል መኸተ ዘተኮረ ህዝባዊ ሰሚናር ብክልተ ሕዳር ተኻይዱ። ጠቕላሊ ቆንስል ኤርትራ ኣብ ፍራንክፈርት ኣቶ ክብረኣብ ተኸስተ ኣብ ዝሃቦ መግለጺ ኣብዚ ዓለም ብውግእን ወረ ውግእን ትናወጸሉ ዘላ እዋን ኤርትራ ልኡላውነታ፣ ናጻ መስመራን ስኒታን ዓቂባ ክትከይድ ምኽኣላ ውጽኢት ናይቲ ንልዕሊ ሰማንያ ዓመት ኣንጻር ዕብለላን ምግባትን ዘካየደቶ ሓያል መኸተ ኮይኑ፣ ነዚ ሕጂ ረኺብናዮ ዘለና ሰላም መሰረት ከም ዝኾነ ብምግላጽ፣ ሰላምና ውሑስ ንምግባር ዝዕየ ስራሕ ከይተጎስየ ቀዳምነታትና ኣብ ልምዓት ብምግባር ክንሰርሕ ከም ዝግባእ ኣገንዚቡ። ኣብዚ ኣቲናዮ ዘለና ሓድሽ መድረኽ፣ ኣብ ወጻኢ ዝርከቡ ዜጋታት ብልዑል ንቕሓት መሳርዖም ኣስጢሞምን ውዳቤታቶም ኣሐይሎምን ኩሉ መዳያዊ ኣበርክቶኦም ክዕዝዙ ከም ዝግባእ ኣቶ ክብረኣብ ብተወሳኺ ኣዘኻኺሩ። ሓላፊ ህዝባውን ኮማውን ጉዳያት ኣቶ ካሕሳይ ተወልደ ብወገኑ፣ ምሕያል ሃገራዊ መንነትን ሃገራዊ ንቕሓትን መሰረት ናይ ኩሉ ዝሰላሰል መደባት ከም ዝኾነ ብምጥቃስ፣ ኩሉ ዜጋ ክውደብን እጃሙ ከበርክትን ጸዊዑ። ተሳተፍቲ ብወገኖም ነናብ ቦትኦም ተመሊሶም ውዳቤታቶም ንምሕያልን ኣበርክቶም ንምዕባይን ከም ዝሰርሑ ቃል ኣትዮም። ኣብዚ ሰሚናር ካብ ምሉእ ዞባ ኖርንድራይን ቨስትፋልን ዝመጹ ኣስታት ክልተ ሚእቲ ዜጋታት ተሳቲፎም ነይሮም።
ነበርቲ ንኡስ ዞባ ሓጋዝ ኣብ ዝርግሐን ተጠቃምነትን ትካላት ማሕበራዊ ኣገልግሎትን ትግባረ መደባት ልምዓትን ዘተኮረ ርክብ ምስ ኣባላት ባይቶ ዞባ ዓንሰባ ኣካይዶም። ኣብቲ ካብ ሰለስተ ክሳብ ሽዱሽተ ሕዳር ምስ ነበርቲ ከተማ ሓጋዝ፣ ምምሕዳር ከባቢ ዓዲ ፈካይ ከምኡ'ውን ምስ ተምሃሮ ቤት ትምህርቲ ሕርሻን ቴክኒክን ሓጋዝ ዝተኻየደ ኣኼባታት ኣብ ተራን ኣበርክቶን መንስያት ኣብ ልምዓታዊ መደባት ተጠቃምነት መሬትን ረብሓታት ምኽፋል ግብሪ መንግስትን ምርግጋፅ ድሕነት ኣደን ህፃንን ሳዕቤናቱ ገፋሕቲ ውርያትን ምሕያል ተሳትፎ ደቂ ኣንስትዮን ብዕምቆት ተዘትዩ። ኣባል ባይቶ ኣቶ መሓመድ ዓሊ ብድሆ ህዝቢ ንዝተዋደደሉ ትካላት ትምህርቲ፣ ጥዕና፣ ቀረብ ማይን ካልእን ብግቡእ ክጥቀመሉ፣ ሕፅረታቱ ከማልእን ኣብ ምውጋድ ጎዳእቲ ልምድታት ድማ ኣበርክቶ ከዕዝዝ ኣዘኻኺሩ። ፀሓፊ ባይቶ ዞባ ዓንሰባ መምህር ሱሌማን መሓመድ ኑር ብወገኑ ኣብቲ ንኡስ ዞባ ምዕሩይ ኣገልግሎት ትምህርቲ ብምርግጋፅ ተሳታፍነት ተምሃሮ ብሓፈሻ ናይ ደቂ ኣንስትዮ ድማ ብፍላይ ንክዓቢ ተራ ሕብረተሰብን ኣካላት መንግስትን ዝሓትት ጉዳይ ምዃኑ ብምግላፅ፣ ብፍላይ ኣብ ሃገራዊ መርመራ ሻሙናይ ክፍሊ ዝተራእየ ትሑት ውፅኢት ንምምሕያሽ ክስራሕ ኣተሓሳሲቦም። ተሳተፍቲ ኣብ መወዳእታ ዝተማልእ ኣገልግሎት ጥዕና ንኽረጋገፅ ኮማኡ ሆስፒታል ሓጋዝ ናብ ደረጃ ሆስፒታል ክብ ክብል ኣብ ትምህርቲ ዝረእ ሸለልትነት ተምሃሮን ድኹም ምክታል ወለድን ብዕቱብ ክስራሓሉ ኣገልግሎት መጓዓዝያ ፍታሕ ክናደየሉ ዝብልን ካልእን ርእቶታት ለበዋታትን ኣቕሪቦም። እቲ ኣኼባታት ኣብ ምምሕዳራት ከባቢ ኣወንጀሊ፣ ግላስ፣ እንጭናቕን ኢድምራን ይቕሬታ፣ ኢዳምርን ከምኡ'ውን ኣብ ኩለን ናይ መባእታ፣ ማእከላይን ካልኣይን ደረጃ ኣብያተ ትምህርቲ ሓጋዝ ከም ዝካየድ ወኪል ኤሪና ሓቢሩ። ነበርቲ ሊባን ኣብ ልምዓታዊ መደባት ንዝተዋፈሩ ኣባላት ሓይልታት ምክልኻል ናይ ምስጋናን ምዝንጋዕን መደብ ወዲቦም። ወኪል ኤሪና መብራቱ ኣሚነ ብመልክዕ ጸብጻብ ዘዳሎ ትሕዝቶ ያሲን ሳልሕ
ነበርቲ ምምሕዳር ከባቢ ሊባን ንኡስ ዞባ ልጓዓንሰባ ኣብ ልምዓታዊ መደባት ተዋፊሮም ንዝርከቡ ኣባላት ሓይልታት ምክልኻል ኤርትራ ብሰለስተ ሕዳር ናይ ምስጋናን ምዝንጋዕን መደብ ወዲቦም። ኣብቲ ከባቢ ዝርከቡ ኣባላት ክፍለ ሰራዊት ዓሰርተ ሸውዓተ ሃንደሳን ኣባላት ህዝባዊ ሰራዊትን ኣብ ምስራሕ ዲጋ ተዋፊሮም ከም ዘለውን ድሮ ፍርቂ ናይ ስራሕ ከም እተዓመን ኣመሓዳሪ ምምሕዳር ከባቢ ሊባን ኣቶ ተስፋይ ከሰተ ሓቢሩ። ዝተገብረ እንግዶት ንምትብባዖም እምበር ምስ ውዕለቶም ዝዳረግ ከምዘይኮነ ዝጠቐሱ ነበርቲ፣ እታ ዲጋ ንዝጸንሖም ጸገም ማይ መሰረታዊ ፍታሕ እተምጽእ ስለዝኾነት ዝከኣሎም ኣበርክቶ ከምዝገብሩ ገሊጾም። ወኪል ክፍለ ሰራዊት ዓሰርተ ሸውዓተ ፍቓዱ በየነ ብግድኡ፣ ነቲ ኣብ ዝሓለፈ ወርሒ ጉንበት ዝጀመርዎ ስራሕ ብኣድማዕነት ንምዝዛም ነበርቲ ንዝገብርዎ ዘለዉ ተሳትፎን ኣበርክቶን ሞጊሱ። ኣመሓዳሪ ንኡስ ዞባ ሎጎ ዓንሰባ ኣቶ ኣብርሃም ሓጎስ ድማ ነበርቲ ሊባ ንዝወሰድዎ ተበግሶ ድሕሪ ምምስጋን፣ ህዝቢ ድሕሪ ምዝዛምታ ዲጋ ንዝጽበዮ ዘሎ ገዚፍ ናይ ልምዓት ስራሕ ዓቕምታቱ ኣወሃሂዱ ተዳልዩ ክጸንሕ ተላብዩ። እቲ መደብ ብባህላዊ መሰናድኦታት ማዕሪጉ ነይሩ። ሓንቲ ካብ ዓሰርተ ሰለስተ ምምሕዳራት ከባቢ ንኡስ ዞባ ሎጎ ዓንሰባ ዝኾነት ምምሕዳር ከባቢ ሊባን ኣስታት ሽዱሽተ ሽሕ ነበርቲ ኣለዉዋ።
ኣብ ምምሕዳር ከባቢ ርሀይ ዝርከብ ክፋል ናይ ሓመድ ጽርግያ ኣስማጥ ሓልሓል ብልዑል ተሳትፎ ህዝብን ህዝባዊ ሰራዊትን ጽገና ይግበረሉ ኣሎ። እቲ ጽርግያ ብውሕጅ ተበላሽዩ ንምንቅስቓስ ተሽከርከርቲ ኣጸጋሚ ኮይኑ ስለ ዝጸንሐ ኩለን ምምሕዳራት ከባቢ ዓቕምታተን ኣዋሂደን ኣብ ምጽጋኑ ይነጥፋ ከም ዘለዋ ኣመሓዳሪ ከባቢ ርሀይ ኣቶ ማሕሙድ ሓምድ ገሊጾም። ኣመሓዳር ንኡስ ዞባ ሓልሓል ኣቶ ግርማጽዮን ኣብርሃ ብወገኑ፣ እቲ ዝጽገን ዘሎ ጽርግያ መትኒ ማሕበራውን ቁጠባውን ንጥፈታት ከምዝኾነ ብምጥቃስ፣ ንተሳትፎ ህዝብን ህዝባዊ ሰራዊቱን ሞጊሱ። ወፋሮ ብወገኖም፣ ምጽጋን ናይቲ ጽርግያ ንምዕባለ ከባቢኦም ደፋእ ስለዝኾነ ናይ ቀዳምነታት ቀዳምነት ሂቦም ይነጥፉሉ ከምዘለዉ ሓቢሮም። ቤት ትምህርቲ ካልኣይ ደረጃ ደቀምሓረ ኣብ ሃገራዊ መልቀቒ ፈተና ማለት ማትሪክ ሰለስተን ልዑል ነጥቢ ንዘምፅኡ ሱሳ ኣባላት ሰላሳን ሽዱሽተን ዙርያ ሃገራዊ ኣገልግሎት ብሰለስተ ሕዳር ናይ መዳልያ፣ ወረቐት ምስክርን ገንዘብን ሽልማት ዓዲላ። ዳይሬክተር እታ ቤት ትምህርቲ መምህር ሚካኤል ጠዓመ ኣብ ዘስምዖ መደረ፣ ኣብ ሃገራዊ ምርመራ ካብ ዝተሳተፉ ሸውዓተ ሚእትን ሰላሳን ሸሞንተን ተምሃሮ ሚእትን ዒስራን ሓሙሽተን ናይ ዲግሪ ሰማንያን ሓደን ድማ ናይ ዲፕሎማ ነጥቢ ከምዘምፅኡ እዚ ከኣ ዕስራን ሸውዓተ ነጥቢ ሸውዓተ ሚእታዊት ካብ ጠቕላላ ቁጽሪ ተፈተንቲ ከምዝኾነ ብምጥቃስ፣ ቤት ትምህርቶም ብደረጃ ዞባ ጎብለል ከምዝኾነት ገሊጾም። ሓላፊት ትምህርቲ ኣብ ንኡስ ዞባ ደቀምሓረ መም ርግበ ክፍለ ብወገና፣ እቲ ዓወት ውጽኢት ድምር ጻዕሪ ከምዝኾነ ብምጥቃስ፣ ተሸለምቲ ዝበረኸ ዓወት ብምምዕዳው ዝያዳ ክጽዕሩ ተላብያ። ኣብቲ ኣጋጣሚ፣ ሎም ዓመት ንሳዋ ንዝብገሱ ተማሮ ዓሰርተው ሓደ ክፍሊ ብዛዕባ ምሕደራ ግዜ ኣብ ሳዋ ኣስተምህሮ ተዋሂቦም። ዝኸበርኩም ተዓዘብቲ፣ ዝስዕብ ዜናታት ሃገራት ወጻኢ ክኸውን ምክትታልኩም ክትቅጽሉ ደጊመ ብኽብሪ ዕድም። ዜናዊ መሰናዶ ኤርቲቪ ናቐጽሎ እዩ። ዝኸበርኩም ተዓዘብቲ፣ ስለምክትታልኩም ኣዝየ የመስግን። ዜና ወጻኢ ብተዛማዲ እወታዊ ቁጠባዊ ገስጋስ እተመዝግብ ዘላ ቬትናም፣ ኣብ ዝሓለፈ ዓሰርተ ኣዋርሕ ኣስታት ሽዱሽተ ሚእትን ሓምሳን ቢልዮን ዶላር ዝግመት ንግዳዊ ምልዋጥ ከም ዘካየደት ሓቢራ። ብመሰረት ጸብጻባት፣ መጠን ሰደድ ኣስታት ሰለስተ ሚእትን ሰላሳን ቢልዮን ዶላር፣ መጠን እታው ድማ ኣስታት ሰለስተ ሚእትን ዕስራን ቢልዮን ዶላር ከም ዝበጽሐ ተፈሊጡ። እቲ ኣሃዝ ምስ ናይ ዝሓለፈ ዓመት ተመሳሳሊ ኣዋርሕ ክነጻጸር እንከሎ በስታት ዓሰርተው ሽዱሽተ ሚእታዊት ከም ዝወሰኸ ኣብቲ ጸብጻብ ተጠቒሱ ኣሎ። ኢንዱስትሪያዊ ጽላት ኣብቲ ቁጠባዊ ገስጋስ ዝለዓለ ተራ ከም ተጻወተ መንግስቲ ቬትናም ኣፍሊጡ። ነቲ ቁጠባዊ ገስጋስ ንምድንፋዕ ምስ መሻርኽቲ ሃገራት ዘካየዶ ንግዳዊ ንጥፈታት ከም ዘስፍሖ ድማ ገሊጹ። ህዝባዊት ሪፓብሊክ ቻይና ካብ ቀንዲ ንግዳውያን መሻርኽቲ ቬትናም ምዃና ይሕበር። ብሽዱሽተ ሕዳር ኣብ ኪዩባ ዝተኸስተ ሓያል ህቦብላዊ ማዕበል ከቢድ ትሕተ ቅርጻዊ ንዋታውን ዕንወት ኣውሪዱ። በቲ ተፈጥሮኣዊ ሓደጋ ኣብ ትሕተ ቅርጺ ሓይሊ ኤሌክትሪክ ብዝወረደ ዕንወት ዝሰፍሐ ክፋል ኪዩባ ከም ዝጸልመተ ሰብ መዚ እታ ሃገር ሓቢሮም። ብዘይካዚ ልዕሊ ሓደ ሽሕ ኣባይቲ ስለ ዝዓነወ ዓሰርተታት ኣሽሓት ብዘይ መጽለሊ ከም ዝተረፉ እቶም ሰብ መዚ ወሲኾም ገሊጾም። በቲ ክስተት ኣብ ኣብያተ ትምህርቲ ዝርከቦ ብርክት ዝበለ ማሕበራዊ ንጥፈታት ክሰናኸል እንከሎ ኣማኢት በረራታት ከምተሰረዘ እውን ተፈሊጡ። ኣብ ዝሓልፈ ወርሒ ጥቅምቲ ኣብታ ሃገር ብዝተኸስተ ተመሳሳሊ ሓደጋ ልዕሊ ዓሰርተ ሚልዮን ሰባት ብዘይ ሓይሊ ኤሌክትሪክ ከምዝተረፉ ዝዝከር እዩ። እቲ ማዕበል ኣብ ዝሓልፈ ሰላሳ ዓመታት ኣብ ኪዩባ ካብ ዘጋጠመ ተመሳሳሊ ሓደጋታት እቲ ዝሓየለ ምዃኑ እዮም ጸብጻባት ዘረድኡ። ኣውስትራልያ ተጠቃምነት ውሱናት ማሕበራዊ መራኸቢታት ንትሕቲ ዓሰርተ ሽዱሽተ ዓመት ዝዕድሚኦም መንእሰያት ንምእጋድ ዘኽእል ሕጊ ከተጽድቕ ከም ትኽእል ኣሚታ። እቲ ንድፊ ዝመጽእ ቀረባ መዓልታት ንዘተ ከም ዝቐርብ ዝገለጸ ቀዳማይ ሚኒስተር ኣንቶኒ ኣልባነዝ፣ ቲክቶክ፣ ኢንስታግራምን ፌስቡክን ካብቶም ክእገዱ ዝኽእሉ ምዃኖም ሓቢሩ ኣሎ። እቶም መራኸቢታት ንማሕበራውን ኣእምራውን ኩነታት ቆልዑ ብኣሉታ ይጸልዉ ከም ዘለዉ ብምጥቃስ ድማ እቲ ናይ ምእጋድ ሕጊ ጸዲቑ ተግባራዊ ክኸውን ዘለዎ ተስፋ ገሊጹ ኣሎ። እቲ ሕጊ ንኻልኦት ወገናት ብኣሉታ ዝጸሉ ከም ዘይኮነ እዩ ቀዳማይ ሚኒስተር ኣልባነዝ ሓቢሩ። ይኹን እምበር እቲ መደብ ካብ ሓያሎ ኣውስትራልያውያን ተቓውሞ ክመጾ ከም ዝኽእል ይእመት ስለ ዘሎ ኣብ ተግባር ክውዕል ዘሎ ተኽእሎ ጸቢብ ምዃኑ ይጥቀስ። ማሕበራዊ መራኸቢታት ጎኒ ጎኒ ረብሓታቶም ኣብ ቆልዑ ኣሉታዊ ጽልዎም እናዓበየ ይመጽእ ከም ዘሎ'ዮም ክኢላታት ስነ ኣእምሮ ዝሕብሩ። ዩክሬን ካብ ኔቶ ብዝተላእከላ ናይ ነዊሕ ርሕቀት ሚሳይል ናብ ግዝኣት ሩስያ ምስ እተጥቅዕ ሰዓቢ ናቱ ቀሊል ከም ዘይከውን ሚኒስተር ጉዳያት ወጻኢ ሰርጌ ላቭሮቭ ኣጠንቂቑ። እዚ ዝግለ ዘሎ መንግስቲ ዩክሬን 2,400 ኪሎ ሜተር ዝውንጨፍ ሚሳይል ክለኣኸሉ ድሕሪ ምሕታቱ እዩ። እቲ ጠለብ ተግባራዊ እንተኾይኑ ኔቶ ኣብቲ ኲናት ብቐጥታ ክሳተፍ ከምዝጀመረ ዘነጽር ምዃኑ'ዩ ሚኒስተር ላቭሮቭ ሓቢሩ። ነዊሕ ርሕቀት ዝውንጨፍ ሚሳይል ናብ ዩክረይን ምልኣኽ ነቲ ኲናት ካልእ ኣንፈት ምትሓዝ ምዃኑ ፕረዚደንት ቭላድሚር ፑቲን ኣቐዲሙ ምጥንቃቑ ዝዝከር እዩ። ናብታ ሃገር ክስደድ ዝጸንሐ ገዚፍ ኣጽዋር ዛጊድ ሚዛን ሓይሊ ናይቲ ኲናት ክቕይር ከምዘይከኣለ ወተሃደራውያን ክኢላታት ይጠቕሱ። ሪፓብሊክ ደቡብ ኣፍሪቃን ብሪጣንያን ኣብ ምድንፋዕ ጽላታት ንግድን ምክልኻልን ዘተኮረ ስምምዓት ከቲመን። እቲ ስምምዓት ዝተበጽሐ ሚኒስተራት ጉዳያት ወጻኢ ክልቲኤን ሃገራት ብሓሙሽተ ሕዳር ኣብ ከተማ ጆሃንስበርግ ኣብ ዘካየድዎ ርክብ እዩ። ብዘይካዚ ብሪጣንያን ደቡብ ኣፍሪቃን ኣብ ምቅላስ ሽበራን ምድንፋዕ ተሓዳሲ ጸዓትን ክተሓጋገዛ ምዃነን ኣብቲ ርክብ ኣፍሊጠን። ትግባረ እቲ ስምምዓት ንምቅልጣፍ ተወሳኺ ናይ ሰብ መዚ ርክባት ከምዘካየዳ ድማ ሓቢረን። ሪፓብሊክ ደቡብ ኣፍሪቃን ብሪጣንያን ኣብ ዝሓለፈ ኣስታት ይቕሬታ እዘን ክልተ ሃገራት ኣብ ዝሓለፈ ዓመት ኣስታት 7.6 ቢልዮን ዶላር ዝግመት ንግዳዊ ምልዋጥ ከምዘካየዳ ጸብጻባት ይገልጹ። ኣብ ሰፊሕ ክፋል ኣውስትራልያ ተኸሲቱ ዘሎ ሓደጋ ባርዕ መሮራ ከባብያዊ ክሳራታት የውርድ ኣሎ። በቲ ባርዕ ዛጊድ ልዕሊ ዓሰርተው ክልተ ሽሕ ሄክታር ጫካ ከም እተሃሞኸ ዝጠቐሱ ጸብጻባት፣ ኣሽሓት ነበርቲ ንህይወቶም ብምስጋእ ናብ ውሑስ ቦታታት ከም ዝገዓዙ ኣረዲኦም። እቲ ባርዕ ገና ይቕጽል ስለ ዘሎ ዘውርዶ ክሳራታት መሊሱ ክዛይ ከም ዝኽእል ይእመት። ኣብቲ ከባቢ ተኸሲቱ ዘሎ ክቱር ዋዒ፣ ነቲ ባርዕ ንምቁጽጻር ንዝካየድ ዘሎ ስርሒት ኣኽቢድዎ ከምዘሎ ክኢላታት እታ ከባቢ ገሊጾም። ኣውስትራልያ ክሊማዊ ዋዒ ብዘንቀሎ ሓደጋታት ባርዕ መሮር ብተደጋጋሚ ካብ ዝጥቅዓ ሃገራት ምዃና ይፍለጥ። ዜናታት ንምዝዛም ቀንዲ ነጥብታቱ ክደግመልኩም። ኣብ ኣቑርደት ንምዝገባ ዘይንቀሳቐስ ንብረትን ረብሓታቱን ዝምልከት ኣስተምህሮ ተዋሂቡ ኤርትራውያን ነበርቲ ስዊዘርላንድን ጀርመንን ናብ ህሉው ኩነታት ውዳበታቶምን ናይ መጻኢ መደባትን ዘትዮ ኣብኑ ዞባ ሓጋዝ ኣባላት ባይቶን ህዝብን ኣብ ልምዓታዊ መደባት ዘትዮም ኣብ ዜናታት ወፃኢ ቬትናም ኣብ ዝሓለፈ ዓሰርተ ኣዋርሕ ኣስታት 650 ቢልዮን ዶላር ዝግምት ንግዳዊ ምልዋጥ ከም ዘካየደት ሓቢራ ኣብ ኪዩባ ዝተኸስተ ሓያል ህቦብላዊ ማዕበል ከቢድ ትሕቲ ቅርጻውን ንዋታውን ዕንወት ኣውሪዱ ኣውስትራልያ ተጠቃምነት ማሕበራዊ መራኸቢታት ንትሕቲ 16 ዓመት ዝዕድመ መንስያት ክትእግድ መዲባ